ሰላም ሰላም ሃመይ ትኮኑ ደቂ ዓበይቲ ኣይ ሆፕ ኩሉኩም ዳሕና ሰላም ከም ዘለኩም ትምህርቲ ጥዕና ቤተሰብ ኩሉ ጽቡቅ ከም ዘሎ ይምነየልኩም ኣና ለማዕቲ ቪድዮና ድማ ብጣዕሚ ዘዘናግዑን ዘምህሩን ክንደይና ማለት እዩ ላይክ ምግባር ከይትረስዑ እቲ ቻናል ድማ ሰብስክራይብ ምግባር ከይትረስዑ ንኸላ ቪድዮና
ምንባር ሓንቲ እያ እኮ ኣይትድገምነ ሂወትስ ሓንቲ እያ ትድገም ሂወት የብለይን ነዛ ዘለኹዋ ህይወት ግን ከመይ ሕጉሳ እዛ ነብሰይ ከንብባን ክርድኣን ጥራይ ዘለኒ ደቂ ሰባት ከምዚ ኢሎምኒ ከምዚ ኮይኖም ናብዚ ከይዶም ናብዚ መፅኦም ከምኡ ኣይብላንን እዛ ህይወተይ ኣነ ናይ ገዛእ ርእሰይ ነብሲ ኣለኒ እዛ ነብሰይ እንታይ ሕጉሳ ጥራይ ክሓስብ ኢለ ጀሚረ ዘለኹ ከመይ ይጓዓዝ ነብሰይ እንታይ ትፈትዎ ናበይ ቦታታት ክትከይ ትደሊ ምስ ነብሰይ ተረዳድየ ጥራይ ክጓዓዝ ዝኽእል እቲ ምንታይ ደቂ ሰባት ክብል ኣነ ንነእሙርያ ጨኒቐ ትሕቲኦም ክወድቕ ኣይደልን እየ ፅባሕ ንጎ ምስ ዝመውት መቐብሪ ይሓልፍሉይን እዮም ኣነ እዛ ነብሰ እንታይ ሕጉሳ እንታይ ባህብላ ንዑ መርሚረ ክጓዓዝ ጥራይ ዝደሊ ፅባሕኻ ካልእ መዓልቲ ምዃን ኣፈልጥ እየ ነዛ ሎም ከዓ ተመዝገን እየ ዝብል ኣብ ትምህርትኻ ከመይ ኢኻ ነርካ ኣብ ትምህርቲ እዋ
ዓቕሚ ነብሰይ እንድየ ማለት ከመይ ነይርኪ እስኺ ብ ትምህርቲ? ኣነ ደሓን እየ ነይረ ማለት ካብቶም ቶፕ ቴን ተማሃሮ ነይረ። ከመይ ከመይ ከመይ ከመይ?
ካብቶም ቀዳሞት ዓሰርተ። ኣነ ከማን ቶፕ ሰቨንቲ ቶፕ ሰቨንቲ ናይን ገለ ይወጽእ ነይረ ቶፕ ሰማንያ ገለ።
ቶፕ ሰማንያ? እወ ቶፕ ሰማንያ።
እዚ ቅድሚት ኮንካ ምውጋእ ኣይፈቱን እየ ብነብሰይ ማለትሲ ካብ ስትረስ ክድሕን ኢለ እንታይ ይገብር ድሕሪት እየ ዝወጽእ ጭራ ወይ ደጋፊ ጭራ ኮንካ ክላስ ምልእቲ ከም ሞኒተርን ከም መምህርን ኮንካ ትኹብኩቦም ስድራኸ ከ ደሃየይ ኣለዎም ዶ ማለት ታሪኸይ ገለ ኣለዎም ዶ ታሪኽካ እዋ ታሪኽካ ኩኩሉ ሰብ እዩ ዝፈልጦ ምሽ እንታይ ኢኻ ጌርካዮም ክፈልጥ ኣይክእልን'የ ሽምካ ብጣዕሚ እዩ ምሩር እንታይ ትዛረበና ብፍላይ መሓዝተይ እዋ ክርኢ ክሉ ከመይ ጌርኪ ከምስ እትኸሪ ክብላ ተኸኸን ኣቢለናኒ ኒእ በልየንስ ክገርመኪ ተረዲእኽኒ መሓዙትኪ ካብ ሕቑፎኺ ቦግ ኣቢለን ከይወስዳኒ ክትከናኸንኒ ክትክእል ኣለኪ መንገብገብኪ ከይሰልዖኦ ተረዲእኽኒ ኣለኺ? እወ። ደላይየይ ንዓይ ብዙሕ እዩ። ተጠንቀቒ ኣነ ንስኽን እዚ ፍቕርና ዶ ሓሳዳ ተብዝሕ ኣሎ? እወ። ማራ ዶ ሓሳዳ ተብዝሕ ኣሎ? እወ። ሓሳድ ከኣ ኣይፈቱን እየ። ትፍትፍ ንጸጋም ትፍትፍ ናብ ጸጋም ትፍትፍ ናብ ጸጋም። እንታይ ደኣ? ሓሳድ ኩሉ ግዜ ንጸጋምን ንጸድፍን ጥራሕ ከተእትዎ ኣለካ። ቀልጢፍና መርዓና ንግበር ኣነ ቀልጢፈ ችክሰይን ኪድሰይን እየ ክሓቁፍ ዝደሊ።
እንታይ ዝጨኑ ደሎ እንታይ ዝጨኑ ደሎ
እዘን ጫማ እዚኤን ምስ ሰብ እምበር ምሕዋስ ከሊኤናን እዩ።

ስድራይ ከምኡ ይፈትዉኒ እዮም።
ዋእ ናይ መን ስድራኸ ከምኡ ይፈትዉ እንታይ ዝገበሩ ስድራ እዮም ባጎኑ ጎሲስክሎም ክትኣትዉ ካብ ጽባሕ። ስነጥበባዊት ሸዊት መዝገቦ ሎሚ መልሲ ሂባ'ላ። እቲ ኣብ ዝሓለፈ ሰሙን ብዓል ቤታ ቅድሚ ሕጂ ምስኣ ዝነበረ ኣርባዕተ ዓመት ዝገበረ ምስኣ ኣብ ሓዳር ማለቱ'ዩ ብዛዕባኣ ብዙሕ ነገር ተዛሪቡ ኔሩ። እንታይ መልሲ ክትብያ ክትብል እናተጸበና ሎሚ ዝሃበቶ መልሲ ንኺድ። ኣለይ እዚኣ ናተይ ሸዊት መዝገቦ ኦፍሻል ትብል ናተይ ፔጅን ፌስቡክን እያ ካልእ ድማ ኣብዚ ሕዚ ሰዓት ብጣዕሚ ዘተሓሳስበኒ ነገራት ኣለዉ ንሱ ከም ሓንቲ ትግራዊት ኣርቲስት መጠን መልእኽቲ ክሕልፍ ይደሊ እየ ህዝብና ሕዚ ኣብ ሽግር እዩ ዘሎ እሱታት ከተሓሳስበና ይግባእ ህዝብና ናብ መረበቱ ክምለስ ኣለዉ ህዝብና ስቓይ ይኣኽሎ ኣዶታትን ቆልዑትን ስቓይ ይኣኽሎም ኩሉና ኣብ ስልጠና ዝበለፀ ይመስለኒ። ብምቕፃል ኣብ ቐረባ ብሓዱሽ ስራሕ ንራኸብ። የቐንየለይ ፍትውየ ዘድለኩም። በቃ በቃ ኣንቲ ሸዊት ሓፍተይ ዝኽሉ ክንፅበ ቁሩብ ወላ ቁሩብ እታ ናይ ሩዝ ወላ ቁሩብ እታ መብርሂ ናይ ሩዝ መብርሂ ትብላ ኣነሲ ሰብስታ ፓስታ ፓስታ ስባጌቲ ዝነዊሕ ስባጌቲ ዝነዊሕ ምሻሎ ጥቕልል ጥቕልል ስናዓይ ምብላዕ ብጣዕሚ ደሸግረኒ ኒዮ ሕዝ የብሎሞ ንጥብ ፋርኬታ ሕዝ ንጥብ በቃ እዚ ጽይቕ ዝብል ድሕሪ ክንደይ እኽ ኢለዮ ሕጂ ኣነ እንታይ ዝብል ኔረ ዋ ሰብሲ ስባጌቲ ፓስታ እዩ ምብላዕ ዝኣብዮ እምበር ሩዝ ሩዝስ ከመይ ኢሉ ምብላዕ ይኣብዮ ኢለ ሓሲበ ኔረ ንዓኣ በዓል ቤታ ዝነበረ ከኣ እንታይ ኢሉ ሩዝ ምብላዕሲ ይኣብያ ኔሩ ባዕለይ እየ ምሂረያ ኢሉ ሕጅስ ወላ እሳ መብርሂ ክትህብ እየ ሓሲበ ኔረ ግን እንታይ ኢላ ኮሊፋትና እንታይ ኢላ እሳ ጉዳይ ህዝቢ ይዓቢ ብዝኾነ እንተ ኣስተውዒልኩም እቲ ጉዳይ ህዝቢ ስለ ዝዓቢ ኣብ ህዝቢ ትግራይ ዘለዎ ኩነታት ኣብኡ ነተኩር ኣብኡ ነድህብ እያ ትብል ዘላ ኣብ ቀጻሊ ከኣ ብሓዱሽ ደርፊ ክትመጽእ ምዃና'ያ ሓቢራ ዘላ። ብዛዕባ'ቲ ብዛዕባኣ ዝበሃል ግን መልሲ ጠቕላላ ከም ዘይትህብ ንጹር'ያ ሂባ ዘላ ማለት'ዩ። ካብ ዋዛ ወጻኢ ክንሪኦ ግን ጽቡቕ ጌራ ኣብ ማስ ሜድያ ምስ ሰብኣይካ ዝነበረ ምትልላኽ፣ ነቲ መልሲ ምሃብ፣ እሱ መልሲ ምሃብ ገለ መሊስካ ነቲ ጉዳይ ምንዋሕ ስለ ዝኾነ ነቲ ጉዳይ ከምዚ ጌርካ ምዕጻው ኣገዳሲ ኮይኑ ይስምዓኒ እንቋዕ መልሲ ኣይሃበት ላይክ ኣይትረስዑታ።

ውይ ኣስጊለ እንደ ኣስጊለ ፅንሕ ከመይ ደሓን ዲኻ ፀሓይ ከመይ ይገብር ኣሎ ደሓን ዲኽን ዝተባሃልካዮ መልስ ፀዊዐ ፀኒሐ እዋይ ኣስጊለ ምስ ቀልበ ደ ፀናሕኩ ስኢለ ንመገዲ ኢለስ ኣይሳይቡ ናብ ቀልበኻ በል ተመለስ ተመሊሰ ተመሊሰ ግን ፈሊጥክን ኣለኻ ሓዊ ኣታ ሓውዮ ቤል እዋ እዋ እንታይ ኣሎ ድዩ ዘጋጠመ እንታይ ኣለዎ ሓድሽ እንታይ ኣሎ ድዩ ብወገንካ ወይ ብወገንና ደኣሞ ነሰ ጀሚሩ ዘሎ ከምዚ ከይበጽሕ ኢልና ክንዛረብ ሓሲብና እሞ መዕለቢ ግና ኣይረኸብናሉን እንታይ ክንገብር እሞ። መሓሚቕካ ዝተበገሰ መዕለቢ ድዩ ተብጽሕ?
እወ ሓቂ ከለኺ ግን እንታይ ጌርና ምስልኪ ነዕልቦ ኢልና ተበጊስና ካብ ገጽ ከባቢ ከም ንርሕቃ ተጌሩ እንታይ እሞ ደይገበርና? ብዝኾነ
ንዓኹ ካትሎ ካብ ሎሚ ሸኪ ዓሎ። እንታይ ዝኸውን ዘሎ? እሱ ይምልከተካን።
እሞ ንሳ ጥራይ ድያ ወዲና ሳዳ ክኸይድ? ወዲካ።
እሞ በላ ኣይትንኣሳ ጸሓይ ኣሎ ኢልክን ከኣ ኣይተርቅቓ ሕራዶ ንፋስ ኣሎ ገለ ኣሎ ተጠንቀቓ ሕራዶ። ክትከይድ ትኽእል ኢኻ።
ኣሃ
እዋይ እዋይ ውርደት እዋይ ክትራን እዋይ ክትራን ብብርሃን። ንዓኻ ገዝኦም ሰዲድናዮም ሲምፕል እያ እቲኣ ሎጂክ ናትና ሕጂ ንሕና እንታይ ይመትከልና መሲልኪ ንዘይተንከፈና ኣይንትንክፍን ኢና ዝኾነ ወገን ኣንጻር ህላውነትና ብፍላይ በቲ ደምና ዘፍሰስናሉ ባሕርና ብልኡላውነትና እንድሕር ዋጋ ዕዳጋ ገይሩ ኖማተር መን ይትሰብ ኖማተር ዋት ኣየገድሰናን እዩ መን ይትሰብ ኣብ ዘለዎ ከይድና ካፍታ ዘለዋ ኩርሲ ስሒብና ነውፅኦ ካልእ ስራሕ የለን ምክንያቱ ንካልእ ሰብ እቲ ባሕሪ ሰምያዊ ሕብሪ እዩ ዘለዎ ንዓና ግን ደምና ኣለዎ የዕጽምትና ኣለዎ ኣብ ትሕቲ ዝኾነ ይኹን እዋን ከኣ ዋላ በዚ ንኣዳም ካብ ገነት ከስጉግ ዝኽእል ጽባቐ ክጓል ዓፋር ነብሲ ኣዋጋ ዕዳጋ ኤርትራ ልኡላውነት የለን በስመ ንኽእል ኢና ናይ ለሚ ፊኒሽ ሕጂ እንታይ ክብለክለይ ምሲልኪ ተሓሳብኪ ኣብ ኢትዮጵያ ዘለኪ መትከል ናይ ህወሓት ዘለኪ ጉዳይ ናትኩም ጉዳይ ኣብ ውልቀ ናይ ኢትዮጵያ ጉዳይ ኢትዮጵያ ግን መዓስ እያ ትጠፍእ? ኢትዮጵያ ኩሉ ግዜ ገዛኣ ገዲፋ ገዛና ክትርኢ ከላ እያ ትጠፍእ። ኣርባዕቲኦም መንግስታት ካብ ስልጣን ቁልቁል ኣፎም ዝደፋእናዮም ኣክንዲ ነታ ኢትዮጵያ ዝብልዋ የዕብዮም ኣክንዲ ንዓኣ ዝጥርንፉ ኩሉ ግዜ ናብ ኤርትራ ክጥምቱ እዮም ዝሰዓሩ። መንግስቱ ሃይለማርያም ናይ ገዝዑዮ ገዛ ገዲፉ ንኤርትራ ምስ ጠመተ ናበይ ሰፊሩ? ዝምቧበ ስፊርናዮ። ሕወሓት ሕጂ ድሓን ካልእ ፖለቲካ ክንከፍት ኣይንደልን ግን ሕወሓት ብዓቕሙ እውን ኢንፋክት ስምዐኒ ሕጂ ተሳዒርኩም ኢኹም ሕጂ ሓይሊ የብልኩምን ፅንሒ ፅንሒ ኩሉ ግዜ እንታይ ኣሎ ምስልኪ ሓይሊ የብልኩምን እንዳበልና ኢና ንህሉ ሓይልና ንገረብ ዘይረአ ሓይሊ እዩ ዘንቀሳቕሶ ንሱ ድማ ንፋስ እዩ ሓይሊ ህዝቢ ኤርትራ ድማ ከም ንፋስ እዩ ኣይትሪኦን ኢኻ ህዝቢ ኤርትራ ክበኣሰካ ከሎ ኣይትሪኦን ኢኻ ኣውዲቑ ኣእጋርካ ሰይሩ ዓዲ ውዕል ምስ ገበረካ ጥራሕ ኢኻ ትፈልጥ ውሑዳት እዮም ዓቕሚ የብሎምን ህዝቢ ኤርትራ እንድሕር ዳ ብልኡላውነቱ ነፂኻዮ ዋላ ኣብቲ ዝፀንከረ እዋን ሓሙሽተ ሰባት እዮም ወንበዴ ኣለዉ እሰርዎም ተባሂሉ ሓደ ግዜ ደርግን ደቂ ራያ ሰዲድዎ ሸፋቱ እዮም ነይሮም ስኺዱ እሰርዎም ሓሙሽተ ኢልዎም ኣሲርና ግዝና ማሪኽና ንዓዶም ሰዲድና ገመድ ሂቡ ሰዲድዎም ያይ ኣባጊዕ ተረኺብና ደርጊ ኣብ ኣፍሪቃ ዝሓየለ ሰራዊት ነይሩ ብዓቕምኹም ቁልቁል ኣፉ ደፊእና ዚምባብወ ወስፊርናዮ ህዝቢ ኤርትራ የስ ተዓንቂፍና ክንከውን ንኽእል ኢና ቁሩብ ወዲቕና ክንከውን ንኽእል ኢና ንማንም ሰብ ኣብ ዝደለናዮ ሰዓት ግን ብፍላይ ፀረ ልኡላውነትና እንተኮይና ማለት እዩ ኣስተውዕልላ ናብ ገዛና እንተጠሚትኩም ክድምሰስ ጥራሕ እዩ ዝኽእል ዓፋር ከዓ ብቐዳማይ መን ኢኹም ትብልዎ ካብ ዓፋር ከዓ ሰጊሩ ኣሎ ባይዘወይ ንእግረ መንገዲ ክናብ ኢሳያስ ከይዱ ኣሎ ሓደ ኣመሓዳሪ ድዩ ዋላ ሚኒስተር ዝነበረ ስለዚ ፖለቲካ ቀርኒ ኣፍሪካ ከዓ ከም ዳማ ኢና ንፃወት ኣነ ክነግረካ ሜሮን ሓወይ ቅድም ቀዳድም ብስዋኣት ዝመፅ ኣይፈትን ስዋኣት ዝፀርፍ ሰብ ኣይፈትን እዩ ኣነ ስውኣት ምስ በሉ ኣበየናይ ታባ ኮይነ ሓደራ ኢልና ኢሎም ክላገፁ ምስ ጀመሩ ቀትር ምድሪ ኣብ ከባቢ ኡራኤል እየ ነይረ በኽየ ማልያ ምፅለይ ኢለ ገዜ ማልያ ጠዋፍ ገዜ ካብ ኡራኤል ገለ ቤት ስእሊ ብፀሓይ ከይደ ተሳኢለ ገለ መለ ፖስት ዝበልኩ ኣሎ ተረዳህን ከምዚ ዓይነት ላግፂ ቀሊል ከይመስለካ ፅቡቅ ኣይኮነን ገንዘብካ ወሲድልካ ዝኸደ ስውእ ከማን ክትከስስ ከቢድ እዩ እቲ ፖለቲካ ሕጂ ዘሎ ኣይኮነን ንሕና ሸይጣን ኣይግምቶን እዩ ተረድሃን ግን ከ ከነመሓላልፎ ወይ ከዓ ከነብሎ ዝግባኣና ነገር እንታይ እስኪ ኣብ ደገ ዘሎ ድዩ ኣብ ውሽጢ ሃገር ዘሎ ድዩ እንድሕር ተፋቂርና ብፍቅሪ ኩሉ ነገር ይሰዓል መንግስቲ ይጥፋ ብጥይትን ብዓረር ጥይትን ገለ ዝመፅእ ለውጢ የለን የለን ሕጂ ከማን ኩሉ ሻዕ ኣነ ከዓ እቲ ኤርትራውነት ከዓ መትከል ኣብ መትከል እየ ሕጂ ከማን ወላ ፀሪፍኒ ሰብ ኣይሸማቐቕን ብጥይት ሓሊፈ ዝመጻኹ ሰብ እየ ግን እንታይ እዩ በቃ ነቲ ዝጋገ ዘሎ እስኪ ንዓ ንረዳዳእ ሕጂ ናይ ግብፂ ኣብ ግብፂ እኳ ተቃወምቲ ኣለዉ ተቃዋማይ ለባም ተቃዋማይ ይፍጠረልካ ተረዲኻ ንባለ እቲ ተቃዋማይ ናይ ግብፂ ግን ነቲ ፕሬዚዳንት ወይ ገለ መለ ሰላጣ ይገብርዎ እዩ ግን ነቲ ፕሬዚዳንት እንተ ተንኪፍካዮ ንስኻ ሓቢሮም ምስኡ ኮይኖም ንዓኻ ሰላጣ ዝገብሩ ከምዚ ዓይነት ተቃውሞ እውን ክመፅእ ኣለዎ ኣርባዕተ ዓይነት ኣወዳት እዮም ዘለዉ እቲ ቀዳማይ ንእግረ መንገዱ ንፍቕሪ ንጓል እናሓተተ ዝኸይድ በቃ ምስኡ ሻሂ ስለ ሰይተ ጥራይ ንፍቕሪ ክሓታ ዘለዎ ኮይኑ ስሙ በቃ ኣብ መንጎ ዕላል ንድሕር ጠፊኦ ንፍቕሪ ይሓታ በቃ ብዝረኸቦ ኣጋጣሚ እዩ ንጓል ዝሓትት ከምዚ ዓይነት ኣሎ እዞም ቀዳማይ እቲ ካልኣይ ኣብ ጎኑ ከላ ምስኡ ብዙሕ ግዜ እንዳተራኸበት ከላ ንፍቕሪ ዘይሓተታ ካልእ ወዲ ንፍቕሪ መፅኡ ምስ ክሓታ ምስ ጀመረ እሱ ሽዑ ተመሊሱ ንፍቕሪ ምሕታት ይጀምር ከምዚኦም ከ ኣለዉ ቁፅሪ ክልተ ቁፅሪ ሰለስተ ኣፍቃሪኣ ድዩ መሓዝኣ ድዩ ሓዋ ድዩ ዘይርድኣካ ሕውስውስ ዝበለ ኮምፕሊኬትድ ዝኾነ ዓይነት ርክብ ዘለዎ ምስታ ጓል እንታይ እዩ ሽሙ ኣይትፈልጦን ኢኻ ኣብ መንጎኦም ዘሎ ርክብ ሕውስውስ ዝበለ እታ ጓል ኣይትፈልጦን እያ ሽሙ እሱ እውን ኣይፈልጦን እዩ ግን ከምኡ ዓይነት ኣወዳትካ ኣሎ ራብዓይ ኣብ ነብሱ ዝሰርሐ ወዲ እዚኦም ዓይነት ኣወዳት ከዓ ብዙሕ ግዜ ምስ ደቂ ኣንስትዮ ኣይትሪኦምን ኢኻ እንተርኢኻዮም ዝተፈላለየ ኣጋጣሚ ከዓ ርሕቀቶም ሓሊም እዮም ዝቐርብዎን ትነዋል ግን ብጣዕሚ ምስኦም ክኾኑ ዝደለ ኣብ ነብሶም ስለዝሰርሑ ስምዒታቶም ስለዝሰርሑ ኣተሓሳስቦም ሜንታሊቲ ፊዚካሊ ኢሞሽናሊ ስፕሪቹዋል ኣብ ነብሶም ስለ ዝሰርሑ ብደቂ ኣንስትዮ ብጣዕሚ ተሃረፍቲ እዮም እሶም ግን ዝደልይዋ ጓል ፈልጡ እዮም እታ ዝደልይዋ ምስ ረኸቡ ፒክ ገይሮም እዮም ዝኸዱ ናብ ሂወቶም ዘእትዋ እዚኦም ብጣዕሚ ተሃረፍቲ እዮም ብደቂ ኣንስትዮ ብዙሕ ግዜ ግን ምስ ደቂ ኣንስትዮ ኣይትሪኦም ኢኻ ከምኡ ዋላ ተደለይትን ክንሶም ኣይነት እዮም ተደጋጋሚ ኣብ ከባቢኹም ዘለዉ ወይ ደቂ ኣንስትዮ ኣይነት እዮም ዝበዝሑ ዘጋጥምኹም ኣብ ሂወትኩም ኣብ ሂወትክን ኣብ ኮመንት ሴሽን ጸሓፋ ናብ ካልኦት ከኣ ሸር ግበርዋ ሓሳባቶም መታን ከቐምጡ I love you all peace and love ዝኾነ ሓገዝ ናይ ቴራፒ or ናይ ሄሌን ኣገልግሎት ተድልኹም ኣብ ኢንስታግራም ቮይስ መስ
ኣብ ማእከላይ ዕድመኻ ካልእ ሃገር ምቕያር ቀሊል ኣይኮነን ኣነ ርዳእኒ ምክንያቱ እንታይ ምስልኩም ከምዚ ካብቲ ዝለመድካዮ ዝዓበኻሉ ከባቢ ምፍላይ ወይ ከዓ ምፍንጫል እቲ ብድህኡ እቲ ቻሌንጅ ኣዝዩ ገጂፍ እዩ ዝገብሮ That's why ኢኻ እንታይ ኮይንና ኣሎ መሲልኩም ንዓና ከምዚ ኣብ ማእከል ባሕሪ እንከሎሲ ማይ ዝጸንእ ባሕረኛ ከምኡ እዩ ኮይንና ዘሎ ናህና ነገር ምክንያቱ ኣብ ማእከል ዕድሜና ስለ ዝመጸን እያ እዚ ስደት ማለት እዩ ቢኮዝ ጽሟሲ ኣብ ከባቢኻ ሰብ ምስኣን ኣይኮነን ኣብ ማእከል ሰብ እንከለኻ እውን ንዓኻ ድመስልን ከምቲ ናትካን ምስኣን ዓቢ ጽሟ እዩ ግን ክትቃለስ ጥራይ ደለካ ኣጆኻ ደሓን በይንኻ ኣይኮንካን ዓለም ንኹሉ ሰብ ከምኡ እያ እትገብር እንድሕር ኢሉኒ ረዲኡኒ ማለት እዩ ወይ ከዓ ተመሊሱ ከዓ ሞራል እታ ካልኣይቲ ከዓ ምስኣ ማዕረ እያ ንምሳሌ እንታይ ይብለኒ ስማዕ እንዶ እንታይ ደለዎ እዩ ንዓናይ ሓወይ እንዲኻ ናይ ዓመትን ሽዱሽተ ወርሓን ገዛ ክራይ ክኸፍለልካ ኣርማድዮ ክገብረልካ ልችብ ገዛ ከእትወልካ እዚ ከዓ በዓሉ ህይወት እዩ ምክንያቱ ሕማቕ እዩ ግን እዚ ክልቲኡ ገዲፉሲ

ስራሕ ከኣ ብዙሕ ክእለት የብለይን ገለ መደታት ገለ ሓንሳእ ክሰብ ዶግላይሞ ቀይላ ህይወት እዩ ገለ መለ ሕጂ ከምዚ ክብለካ ከሎ እንታይ ይብለካ ኣሎ ተሓነቕ ይብለካ ኣሎ ኣነታስ ንሱ ስንፍና ዝብላ ዘሎ ናብራ እንድሕር ናብራይ ኮይነ ከመሓይሻ ዘይክእል ተኮይነ ናተይ ህይወት እያ ስምዑ እባ እዞም ሓሓጸርትኹም ስለምንታይ ኢኹም ቀቅድመይ እንዳኸድኩም ታሓላልኹኒ ዘለኹም ምውዳቕ ድየ ኣበይኩም ኮይነ ዋላ እንታይ። ልቢ ይሕጸር እምበር ቁመት ተሓጸረ እሞ እንታይ። ልብኹም ደኣ ንታሕቲ ክንዲ ኣላታ መልሻ ከኣ ንላዕሊ ከኣ ክንዲ ኣላታ ርጉማት እንዲኹም።
ኣንታ ሓወይ ፍቅሪ ሒዝካ ኣሎ ምሳይ። ንመን ክሕንግረኪ ድየ። ሓዝለኒ እምበር።
እውይ እትረፍ ዶ ንዓኽሲ ነታ ናይ ቀደም ባምቡላይ ከማን ተረዲእኪ ኣለኺ ስለ ዘጽለኣትንስ ጉሒፈ እየ ወስኽኒ ክሪ ክሪ ክሪ። ቃንዛኻ ንሰብ ዝወሃብ ኔርቶ ዝኸውን። ቃንዛ ይምሃብኩም ከቐንዝወኩም ገለ ኢለ ዘይኮንኩ ማዕረ ክንደይ ቃንዛ ከም ዘለኒ ክርድኣኩም ኢላ ትዛረብ ዝነበረት ጓልሲ ቃንዛኣ ምስ ተቐበልዋ ቃንዛ ይብሉ ገለ ኣይተማሩ በጃኹም
ስምኒ እንዶ ካርማ

ካብ ማርኬት ግዛ ኣቢልካ ጣይታ ጌርካ ኣብኡ ግብር ተብሎ እዎ ትጠብሶ ድርቅ ክብለልካ ጥብስ ጥብስ ኣቢልካ ሹ ትጠብሶ ክደርቀልካ ኣነ ተጋጌ ኣነ ደረቀኛ ብምሕታት
ጽማላ ኣይተጋገኻን ኣነ ኣነ ተጋጌ ኖ ኣይተጋገኻን ንስኺ ተጋግኽና ኣለኹ ጽቡቅ ኣለኻ ኣነ ተጋጌ ጽቡቅ ኣለኻ

ኣነ ቤቱ እየ ኢለ ናይ ቤቱ እሞ ክንደይ ሳዕ እየ ክነግረካ በጃኻ ቤቱ ንሳ ወፃ ኢለ ስደት ወፅየ ንህለክ ኣሳ ካብ ካልእ ሰለስተ ወሊዳ ኣነ ብድሕሪኣ ዓሰርተ ሰለስተ ግዜ ተጠሊመ እዝስ ኣይገርመካን ዶ እወ ናታ ደኣ እታ ፋጥማ ገለኸ ወይ ፋጥማ ወይ ፋጥማ ፋጥማ ግደፋ በጃኻ ኢለካ ፋጥማ ድሕሪ ሮሞዳን ጠባያ ቀይራ እያ ብሓደ ቆልዓ ሰለስተ ሳምቡሳ ልኢኻ ብሻሂ ብልዓዮ እንተት ፍቅርና ግን ኣይትፅዓር ኣይትድከም ኢላታ ኣይ ኣታ ፋጥማ ኣታ ፋጥማ ጓል ሼቅ እያ ግን ፋጥማ ብሓቂ ሓቂ ትዕግስቲ ገለ ዝብሃል ተላልየ ነይረ ኢልካኒ ኣታ ኣደይ ትዕግስቲ በል ኣይትዘናጠል ኢሂ ሃያም ድያ እታ። እዋእ ሃያም ጥራሕ ቅድሚ ሬድዮ ዝተፈጥረት ሰበይቲ እንበር ሽጎርየ ጨቢጠ ዝብለካ ዘለኩ ሽጎርየ ሒዘ ነይረ ተሕጉሰካ ግን ንስጋ ሕጂ ምስኣ ዘይምሕዳረይ ኣይሓደርካን ኣይጠለቅኩን። ኣነ መቸም ብልቢ እብለካ ሕጂ ብዛዕባ እዚ ናህና ኩነታት እንድየ ድሓስብ ድኮነ ሰብ ኣስተውዕለሉ እሞ ዝራእቲ ድኮነ ሰብ ንኣብነት እንዳ ዘመድካ እንድሕሪ ከይድካ ወይ ምስ ኣብ ኣዕሩክትካ እንተከይድካሲ ቀልጢፍካ ገዛኻ ከይድመጸካ ጽልኣ ትገብረልካ ምስ ተሌፎንካ ጥራይ ይኸውን ዕላልካ ምስቶም ርሑቕ ዘለዉ ሰባት እንታይ ኮይኑ እንታይ ኮይንና ከምኡ ንኸውን ኣለና። ወረጃ ኣብ ቲክቶክ እንታይ ምስ ሰባት ኣብ ቲክቶክ ኣነ እዛ ኣይሱን ዘኮን ዝርሓወይ ነዚ
ክሎዝ ላይፍ ለሚና ኣነ ዘንደን ሓወይ እንዳ ሰብ ተቀይረ እዚ ካሴ ሽቱ ትህሉ ዶ ብስክፍታ ኣነስ እዩ ዝሰክፈኒ

ማለትሲ ከምዚ ቀዳማይ ዓለም ገለ ተባሂልካ ገለ ስታይ እሞ ኮንዶም ደኣ እሞ ወርልድ ዋይድ ኮንዶም እንዲ ዝበሃል ናይ ኣነ ደኣ ነቒሐ እንዲየ ግን እዚ ብዘሎ ህዝቢ ዘይነቕሐ እንታሎ ኣፍሪቃሲ ኣፍሪቃ ኢማ ኣፍሪቃ ይትመዛወዲ ሳይድ ዋይስ ኮቲማትለይ ኣይነቓሕናን ንገለብ ዘለና ምሽ ኣዘይሲ ስቁር

ሓዳር ገለ የብልካን ማለት እዩ ኣብ ጀርመን? እዚ እኳ እንታይ መሲልካ? ቫስ ኢሽ ሆረ ቫስ ኢሽ ሆረ ማለትሲ እንታይ እየ ዝሰምዕ ዘለኹ ማለት ኒ እንታይ መስለካ ዓርኩ ግልፂ እየ ምዕላል ዝፈቱ ኣብ ጀርመን በዓል ሓዳር እየ ሰበይቲ ኣላትኒ ግን እዛ ነብሲ ቅያር ደሊኣ ኣብዚ ኣዲስ ኣበባ መፅየ ኣለዋ ብዙሓት ፅቡቓት ፍረሽ ቆልዑ ኣለዋ ጀርመን ፕሮሰስ ክወስደክን ኢለ

ክንደይ ለይቲ ዘይትድቅስ ቀትሪ ንጎ ምስ ተሰ ወላ ክትኣቱ ከላ ወርቂ ወዲ ወርቂ መዓት ኣርቲ ገለመታት ትገብር ውሽጢ ሕሩር እልፊ እያ ዘላ ኣብዚ ኣዲኣ ትቁፀራ ለይቲ ከዓ ከም እንቁራቁ ልሕልሕልሕ ክብሉ ይሓድሩ ኣነ ዓራት ሕዝ ደብለያ ግብ እየ ዝብል ተጨንቕን ዝሕስብን የብለይ ክንደይ እያ ዘላ ሰብ ክርእየለይ ኣብ ጥምቀት ኣብ መርዓ ዝክደንዎን በቃ ቁማል ዘፅድፍ ቁኖ ቁንና ገበታ ሓንጀ መንጂ

ቅርጫት በቲ ቦርሳ በቲ መሸማዕ በቲ ገለመለ ፋሕፋሕ ዝበለ ኣገዛ ኣተውተልካ እንድዕላ ኣዴኻ ሕጂ እንደ መፅእ በዓል ሃብዒ ሃብላ ገለመለ ኹን ህኮት ዘለዎ ናብራ ህኮት ህኮት ህኮት እንዳሰፍሑ ወሱ ከለዉ ኸ ዋ እስኪ ኮፍ ሓፍ ኢልስ ኮፍ የብላ ሓፍ ኢላስ ኮፍ ተብሎ ብዓይኖም ዝዛረቡ በቃ ዋይ ኣታ ሪኦም ሕብረተሰብ ከ እንታይ ኩነታት ኤርትራውያን ስደተኛታት ኣብ ኢትዮጵያ ኣብ መዓልቲ ናብ መዓልቲ እናገደደ እናኸፈ ዝመፀሉ ዘሎ እዋን ቅሳነት ይሃቦም ነዞም ተወሊዶም ዘለዉ ንህለሲ እምበር ንሕና ነቲ ወለዶ ብኣናት እቲ ችግርሲ ብኣና ይሕለፍ ኣብ ሰሰናይ ክወድቁን ክረኽቡን ንምነ እሺ እዞም ኣሕዋተይ ኣነ መዓልቲ ቪድዮታትና እዚኤን ይመስላ ነይረን ተፈቲኹሞ ላይክ ግበሩ እስካብ ኸዚ ብትዕግስቲ ዝወዳእኹም ሰባት ድማ ብጣዕሚ ሪስፔክት ዩ ጋይስ ቴንኪው ፒስ ኣውት